ሰላም ሰላም ክቡራት ተከታተልቲ ከመይ ቀኒኩም ኣብ ዘለኩሞ ሰላም ክትህልውና እናተመነኩ እምበኣር ከስ ሎሚ ሒዘያ መጽየ ዘለኩ ቪድዮ ከዓ ከመይ ጌርና ላፕቶፕና ወይ ኮምፒውተርና ኮድ ወይ ድማ ፓስወርድ ንገብረላ ትብል ቪድዮ ሒዘ መጽየ ዘለኩ እዛ ሕቶ ካብ ተከታተልቲ እያ መጽያትኒ ስለዚ ብቪድዮ መልክዕ ገይረ ከመይ ጌርና ላፕቶፕና ኮድ ከም ንገብረላ ኣብዛ ቪድዮ ክንርኢ ኢና መጀመርያ ከም ንሪኦ ዘለና እዚ ስክሪን እዚኣ ላፕቶፕ ማለት እዩ ከምዚ ኢሉ ኣሎ ሳይን ኢን ኢለያ እንድሕር ኣብኡ ከለኹ ኣብ ዝኾነ ተጠዊቐ ወይ ሳይን ኢን እንተኢለዮ ብዘይ ኮድ እያ ናብቲ ናብተያ ላፕቶፕ ተእትወኒ ማለት እዩ ኣነ ደልየ ዘለኹ ከዓ ኮድ ክትሓተኒ ማለት እዩ ዝኾነ ሰብ ብድሕረይ ድዩ ወይ ኣብ ዝኾነ ቦታ ተገዲፈያ ከፊቱ መታ ከይጥቀመላ ማለት እዩ ስለዚ እንታይ ኢና ክንገብር መጀመርያ ኣብ ላፕቶፕና ናብዛ ናይ ዊንዶው ምልክት ኣብ ፀጋማይ ሸነኽ መብዛሕትኡ ግዜ እዛ ስታርት ትብል ዘላ ኣብ ኣብ ምጥዋቕ ወይ ድማ ኣብዛ ናይ ሰርች ምልክት ሰቲን ኢልና ብምጥዋቕ ናብ ሰቲን እና ክንከይድ ከም ንሪኦ ዘለና ኣብዚ ሰቲን ንጥውቕ ብድሕሪኡ ከም ዝብል ክመፀና እቲ ሰቲን ኣብዚኣ ኣካውንትስ ትብል ዘላ ኣብዚ ኣካውንት ንጥውቕ ብድሕሪኡ ከም ዝብል ክመፀና እዩ እንታይ ኢና ክንገብር ኣብዚ ናይ ፀጋማይ ወገን ዘሎ ምርጫታት እዚኣ ሳልሰይቲ ዘላ ሳይን ኢን ኦፕሽንስ ትብል ዘላ ኣብኣ ኢና ክንጥውቕ ብድሕሪኡ ከም ዝብል ክመጸና እዩ እዚ እንታይ ዝብል ዘሎ ኩሉ እቲ ዓይነት ኦፕሽን ወይ እቲ ምርጫታት እተን ላፕቶፕ ዘለወን ኣብዚ ክመጸና እዩ ናተይ ከም ንሪኦ ዘለና እዚ ፊንገር ፕሪንት እዩ ወይ እቲ ካልእ ነገር ስለ ዘይብላ ኖት ኣቨይለብል ይብለኒ ኣሎ እቲ ዘለዋ እንታይ እዩ ፓስወርድ እዩ ኣነ ከዓ ንዕኡ ክገብረላ ደልየ ዘለኹ ስለዚ ኣብዚኣ ፓስወርድ ኣብ ኣንጥኡ ማለት እዩ ንስኹም ድሕሪ ላፕቶፕኩም ፊንገር ፕሪንት ተልይዋ ክህልዎ ይኽእል እዩ ከምኡውን ክገብሩላ ትኽእሉ ኢኹም ማለት እዩ ስለዚ ኣብዚኣ ፓስወርድ ብለላ ኣብኣ ክትወቀ ብድሕሪኡ ዝኾነ ዓይነት ኮድ ስለ ዘይብላ ኣብዚ ሕጂ ግዜ ኣድ እየ ክብላ ማለት እዩ እንድሕር ኮድ ተፀኒሕዋ ቸንጅ ዝብል እዩ ክመፅእ እንድሕር ፓስወርድ ክትቀይሮ ትድሊኻ ማለት እዩ እዚኣ ግን ዝኾነ ኮድ የብላን ኣብዚ ኣድ ትብል ዘላ ኣብዚኣ ንጥቦ ብድሕሪኡ ከም ዝብል ምርጫ ክመፀና እዩ እቲ ክንሰርሖ ደሊና ዘለና ኮድ ክንገብረላ ደሊና ዘለና ማለት እዩ ነታ ላፕቶፕ እሱ ንመልኦ እዚ ናተይ ኮድ ኣብዚ ክመልኦ እዩ ሕጂ መሊኤዮ ኣለኹ ኣብዚ ጠዊቕና ክንሪኦ ንኽእል ኢና እንድሕሪ ተጠራጢርና ብድሕሪኡ እዛ ኮንፊርም ፓስወርድ ትብል ዘላ እቲ ኣቐዲመ ዝሃብክዎ ኮድ ኣብዚ ክደግሞ እዩ ማለት እዩ ብድሕሪኡ እዚኣ ፓስወርድ ሂንቲ ከዓኒ እቲ ኮድ ናትና ብዛዕባ ምንታይ ምዃኑ ድሓር ኣብ ካልእ ግዜ እንተ ረሲዕናዮ እቲ ኮድና መዘኻኸሪ መታን ክኾነና እዩ ኢና ኣብዚ ንህብ ንኣብነት ኣነ እዚ ሕጂ ግዜ ቁፅሪ ቴሌፎነይ ገይረዮ ዘለኹ ኮድ ንኣብነት ካልእ መዓልቲ እንድሕር እቲ ኮድ ተጠፊእኒ ከተዘኻኽረኒ መታን ቴሌፎነይ ናምበር ቴሌፎነይ ከም ዝገበርክዎ ከዘኻኽረኒ መታን ኣብ ዝኾነ ክፅሕፈሉ ክእል እየ ንኣብነት ቴሌፎን ናምበረይ ኢለ ዋላ ክፅሕፈሉ ይኽእል እየ ማለት እዩ ዝኾነ ዓይነት ኣብዚ ክንፅሕፎ ንኽእል ኢና መዘኻኸሪ ንክኾንና ማለት እዩ ቴሌፎን ናምበረይ ኢለ ፅሒፈ ኣለኹ ድሕሪኡ ኔክስት ንብላ ካብኡ ፊኒሽ ንብላ ማለት እዩ ኦኬ ስለዚ ኮድ ጌርናላ ኣለና ማለት እዩ ሕጂ ክንፍትኖ ኢና እቲ ኮድ ዝገበርናዮ ሕጂ ሰሪሑ ዶ ይሰርሕን ክንፍትኖ ኢና ንጀምር ኢና ከይድ ኢና እዚ ሎክ ትብላ እየ ክትዕፆ ማለት እዩ ድሕሪኡ ከም ዝተዓፅያ ኣላ ማለት እዩ ስለዚ እቲ መጀመርያ ዝኾነ ተጠዊቕና ወይ ሳይን ኢን እንተኢልናዮ ዳይረክት ዝኽፈት ነበረት ስክሪን ሕጂ ከም ንሪኦ ዘለና ኮድ ይሓተና ኣሎ ማለት እዩ ስለዚ መጀመርያ እታ ናይ ሂንት ንምንታይ እያ እታ ፓስወርድ ሂንት ትብል ነራ መታን ክትርዳእና ጌጋ ፓስወርድ ክመልኦ እንዴ ጌጋ ኮድ ክመልኦ እንዴ ሽዑ እንታይ ከም ዝመፀና ክንርኢ ኢና ንኣብነት ዝኾነ ኮድ ወለየ ኢንኮሬክት ላትኒ ተጋግየ ኣለኹ ብድሕሪኡ ኣብዚ እቲ ፓስወርድ ሂንት መፂእኒ ኣሎ ብዚ እንታይ ከም ዝገበርክዎ ቴሌፎን ናምበረይ ዝብል ማለት እዩ ኦኬ ሽዑ መዘኻኸሪ ኮይኑ ኣሎ ማለት እዩ ቁፅሪ ቴሌፎነይ ከም ዝገበርክዎ ትኮድ መዘኻኸሪ ኮይኑ ኣሎ ስለዚ እንታይ ክገብር ይኽእል እየ መዘኻኸሪ ትኾነኒ ማለት እዩ እቲ ኮድ ኣቐዲመ ዝመላእክዎ ንሱ ዝበሎ ከም ንሪኦ ዘለና እቲ ላፕቶፕ ተኸፊታ ኣላ ማለት እዩ ከምዚ ጌርና እቲኣ ላፕቶፕና ወይ ኮምፒውተርና ፓስወርድ ወይ ድማ ኮድ ክንገብረላ ንኽእል ኢና እምበኣር ከስ ናይ ሎሚ እዚኣ ነይራ ሓጋይዝ ኮይና እንተ ረኺብኩማ ሸር ሳብስክራይብ ላይክ ክትገብሩ ይላበወኩም